ሰላም ብሓበራ ከመይ ቀኒኹም ሰላም ቀኒኹም ክትኮኑ ተስፋ ይገብር ከም መቐፀልታ ናይቲ ቀዳም ቀዳም ንገብሮ ዘለና ትምህርቲ ሎማዓንቲ ብዛዕባ ጉግል ድራይቭ ከምኡ እውን ብዛዕባ ዎርድ ሒዘልኩም መፅ ኣለኹ ናብኡ ከብለኩም ከምዚ ንሪኦ ዘለና ጉግል ድራይቭ ናተይ ከፊተዮ ኣለኹ ማለት እዩ ከመይ ገይረ ጉግል ድራይቭ ከፊተዮ ንዝብል ቅድሚ ጉግል ድራይቭ እንታይ እዩ ምምላስና ከመይ ጌርና ናብ ጉግል ድራይቭ ንመጽእ ንምርኣይ ዝኣክል ማለት እዩ ናብ ኢመይለይ ክምለስ እየ ኢመይለይ እዚኣ እታ ናይ ማህሌት ፕሮ ኢመይል ከፊተ ኣለኹ ማለት እዩ ኣብዚኣ መጽየ ነዚኣ እንድሕር ክሊክ ጌራ ነዛ ድራይቭ ናብ ድራይቭ ክትወዘነ ትኽእል እያ ማለት እዩ ኣብዚ ከም ንሪኦ ማለት እዩ ጂሜይል ስለ ዝሃለወና ጥራሕ ኣክሰስ ንገብሮም ወይ ከዓ ክንጥቀመሎም ንኽእል ኣፕሊኬሽን እዚኦም ማለት እዩ ኦኬ ሕጂ ናብ ድራይቭ ንኽድ ከምንሪኦ ዘለና ድራይቭ ናብ ከም ንሪኦ ዘለና ድራይቭ ተኸፊትለይ ኣሎ ማለት እዩ ኦኬ ሕጂ ድራይቭ እንታይ ማለት እዩ ንምምላስ ዝኣክል ድራይቭ ከም ስቶሬጅ ስፔስ ዝወሃበና ኣብ ጂሜይል እዩ ማለት እዩ ስቶሬጅ ስፔስ ክንብል ከለና 15 ጂጋባይት ዝኸውን ብነፃ ይወሃበና ሓንሳብ ጂሜይል እንተ ደኣ ኣውፂና 15 ጂጋባይት ነፃ ስቶሬጅ ስፔስ ስፔስ ኣለና ማለት እዩ እሱ ከዓ ኣብ ድራይቭ ማለት እዩ እዚ እቲ ድራይቭ ማለት እዩ ሕጂ ናተይ ዋላ ሓንቲ ኣይንርኢን ኢና ዘለና ምክንያቱ ፎልደር የብለይን ዝኾነ ፋይል የብለይን ማለት እዩ ኣብዚ ከቐምጦም ዝኽእል ፎልደራት ከዓ ኩሉ ፋይላት ከዓ ትነግረኒ ኣላ ማለት እዩ ከም በዓል ዎርድ ኤክሰል ፓወርፖይንት ኣብዚ ክትሰርሕ ትኽእል ኢኻ ትብለኒ ኣላ ማለት እዩ እቶም ኣፕሊኬሽናት ብምልኦም ከዓ ብቐዳማይ ኣብታ ዝሓለፍት ቪድዮ ከም ዝረኣናያ ማለት እዩ ኣብዚኣ ኒው ትብል ዘላ እንድሕር ኣቲና ብምልኦም እቶም ኣፕሊኬሽናት ኣለዉ ዎርድ ኣብ ዝንሃለ ጉግል ሺትስ ኤክሰል ማለት እዩ። ጉግል ስላይድስ ከኣ ፓወርፖይንት ማለት እዩ። ካብኡ ቀጺሉ ከኣ ከም በዓል ጉግል ፎርምስ፣ ጉግል ድሮዊንግ፣ ጉግል ማፕስ እንዳበለ ይኸይድ ማለት እዩ። ሕጂ ንሎማዓንቲ መጀመርታ ክኾነና ማለት እዩ ኣብዚ ስፔስ እዚ ፎልደር ሓንቲ ሓዳሽ ክንፈጥር ኢና ማለት እዩ። ኦኬ ሕጂ ናብኣ ንኸይድ ማለት እዩ። ኒው ንበላ ኒው ኢልና ከኣ እዛ ፎልደር ንበላ ማለት እዩ። ኒው ፎልደር ኒው ፎልደር ሽም ሃባ ትብለና ኣላ ማለት እዩ ወርድ ቱቶሪያል ንበላ ግሬት ግሬት ምስ በልኩ ሕጂ ፎልደር ኣምፅያትለይ ኣላ ማለት እዩ ከም ፎልደር ኮይና ተሰሪሓ ኣላ ማለት እዩ ስቲል ክሳብ ሕጂ ኣብ ውሽጢ ድራይቭ ኢና ዘለና ኣብ ውሽጢ ድራይቭ ኣለና ማለት እዩ ኣብዚኣ ዳብል ክሊክ ምስ ገበርኳ ከተምጻኣለያ ማለት እዩ ሕጂ ሓዳሽ ፎልደር ዝሰራሕኩዋ ስለ ዝኮነት ዋላ ሓንቲ ኣብ ውሽጣ የብላን ማለት እዩ ስለዚ እንታይ ክገብር ኣለኒ ኣብ ውሽጣ ፋይል እዚ ሕጂ ንሰርሖ ወርድ ንመሃሮ ማለት እዩ ኣብዚኣ ውሽጢ ሴቭ ከም ዝኾነልና ክንገብር ኢና ማለት እዩ ስለዚ ሕጂ ኣብዚኣ መጽየ እንድሕር ወርድ ከፊተ ኣውቶማቲካሊ ኣብዛ ወርድ ቱቶሪያል ኣብኣ ከለኹ ስለ ዝኸፈትኩ ኣብታ ፎልደረይ ኣብታ ፎልደረይ ከ ኣውቶማቲካሊ ኣብኣ ሴቭ ክትከውን ማለት እዩ ምክንያቱ ርኢናያ እንድሕር ኮይና እታ ፓዝ እታ መገዲ ማለት እዩ መጀመርታ ናብ ድራይቭ ኣትየ ሽዑ ፎልደር ፈጢረ ወርድ ቱቶሪያል ትብል ማለት እዩ ኣብታ ፎልደር ከ ኣለኹ ሕጂ ኣብታ ውሽጢ ፎልደር ካሊእ ፎልደር እንተዝፈጥር ነይረ ከ ኣብዚኣ ከዓ ሽም ናይታ ፎልደር ማሃለውት ማለት እዩ እዚኣ እታ መገዲ እያ ማለት እዩ ኣብያ ኣለኻ እያ ትነግረ ንኩሉ ግዜ ኣብያ ኣለኻ ንክትፈልጥ ከዓ እዛ ናይ ላስቲካ ትሪያ ማለት እዩ ኣብ ወርድ ቱቶሪያል ትብል ፎልደር ኣትየ ኣለኹ ማለት እዩ እሳ ኸኣ ጥርሓ ነጻ እያ ዘላ ማለት እዩ ሕጂ ፋይል ንኽፈት ዎርድ ኢና ክንሰርሕ ሎም መዓንቲ ናይ ትምህርትና ዎርድ ናይ ሎም መዓንቲ ትምህርትና ዎርድ ስለ ዝኾነ ዎርድ ንኽፈት ዎርድ ኣበይ ኬድና ንኸፍቶ ኣብዚኣ ኒው ትብል ዘላ ኣብኣ ኣቲና ክሊክ ጌርና ወርድ ንኸፍት ማለት እዩ ሕጂ ብዛ ኣረው ዘላ እንድሕር ርኢናያ እንታይ ትብለና ነዛ ኣረው ምስ ተንከፍናያ ወይ ኣብ ልዕሊኣ ሁቨር ምስ ገበርና ብላንክ ዶኩሜንት ነፃ ዶኩሜንት ዶ ይሕሸካ ወይስ ቴምፕሌይት ኢኻ ትደሊ እዚ ቴምፕለይት ካሊእ መዓልቲ ካቨር ክንገብሮ ኢና ሕጂ ግን ብላንክ ዶኪመንት ኢና ደሊና ማለት እዩ ነፃ ዶኪመንት ማለት እዩ ዋላ ሓደ ዘይተፃሕፎ ክሊክ ክንገብር ኢና ኣብ ካሊእ ኣብ ካሊእ ዊንዶው ትኸፍተለይ ኣላ ማለት እዩ ሕጂ መጀመርታ ይቕሬታ መጀመርታ ክኽፈት ከሎ ኣንታይ ትል ዶክሜንት እዩ ዝብለኒ ሽም የብሉ ንቲ ዶክሜንት ማለት እዩ ሕጂ ሽም ክህቦ ክኽእል ኣለኒ ማለት እዩ ኦኬ ፈርስት ወርድ ቱቶርያል ክብሉ እዮም ማለት እዩ ናይ ቀዳማይ ናይ ወርድ ትምህርቲ ይብሎ ኣለኹ ማለት እዩ ኢንተር እንድሕር ሃሪመ ሽም ኮይና ኣላ ናይታ ፋይል ማለት እዩ ስለዚ ኣብዚኣ እንተሪኢኹማ ላስት ኤዲት ወስ ሰከንድ ሰጎ እቲ ኤዲት ዝገበርኮ ግዜ እያ ትነግረኒ ዘላ ግን ኩሉ ግዜ ዝኾነ ነገር እንተፅሒፈ ኣብዚ ንኣብነት ዚስ ኢዝ ኣወር ፈርስት ክላስ ኢለ እንድሕር ፅሒፈ ሴቭ ቱ ድራይቭ ኣብዚኣ ትሪእዋ ኣለኹም ሴቭ ቱ ድራይቭ ኤቭሪ ሰከንድ ዝፀሓፍክዎ ኣብዚ ኣውቶማቲካሊ ኣብ ድራይቭ ሴቭ ይኾነለይ ንኣብነት ሃንደበት ኮይኑ ነዚኣ ክሊክ ገይረ የጥፍኣ ማለት እዩ ጠፊኣ ንበላ ኣጥፊኤያ ከም ዝረኣኹማ ግን ልክዕ ኣብታ ሴቭ ዝገበርኩዋ ኣብኣ ሴቭ ኮይና ኣላ ማለት እዩ ኦኬ ክንምለስ ኢና ናብ ድራይቭ መጀመርታ ፎልደር ሰሪሐ ኣብቲ ውሽጢ ፎልደር ኣትየ ኣብዚ መጽየ ወርዲ ከፊተ እታ ወርዲ ካብዚኣ ኮፍ ኢላ ኣላ ማለት እዩ ስለዚ ሕጂ ኣብዚኣ ክንቅጽል ስለ ዝኾና ነዚኣ ዳብል ክሊክ ጌረ ክንቅጽል ኢና ማለት እዩ እንተ ዓንተይ ዝረኣኹማ ከኣ ኣብ ሓድሽ ዊንዶው ክትከፍተለይ እያ ማለት እዩ ኦኬ ሕጂ ንጀምር ኣብዚኣ እንታይ ከርእየኩም ደልየ ሕጂ ብሰንተንሳት ብዙሕ እንታይ ድበሃል ከድልየና እዩ ማለት እዩ ብዙሕ ፅሑፍ ነገር ከድልየና እዩ ማለት እዩ ሕጂ ንዑ ክንፅሕፎ ተኮይና ነቲ ኢዲት ንገብሮ ነገራት ሕጂ ክንፅሕፎ ተኮይና ብጣዕሚ ግዜ ክንወስድ ኢና ማለት እዩ ስለዚ ሓንቲ ዌብሳይት ከርእየኩም እየ ንካሊእ ከዓ ንኩሉ ግዜ ከዓ ትጠቕመኩም ማለት እያ ዲዛይነራት ወይ ከዓ ዌብ ዴቨሎፐር ዌብ ዴቨሎፐርስ ኣፕሊኬሽን ወይ ከዓ ዌብሳይትስ ዌብሳይታት ዝሰርሑ ኢንጂነርስ ዝጥቀምሉ ዌብሳይት እዩ ማለት እዩ እዚ ዌብሳይት እዚ ከዓ ኬድና ክንርኢ ኢና ማለት እዩ እንታይ ትብል እታ ዌብሳይት በዚኣ ኣቲኹም ክትረኽባ ትኽእሉ ኢኹም ሎረም ኢፕሰም ሎረም ኢፕሰም ኢልኩም ክሊክ ተጌርኩም እታ ቀዳመይቲ ትመፅእ ሊንክ ማለት እዩ ኣብ ጉግል ከምኣ ሰርች ተጌርኩም ሎረም ኢፕሰም ኢልኩም ሰርች ተጌርኩም እታ ቀዳመይቲ ትመፅእ ሊንክ እያ ማለት እዩ ነዚኣ ክሊክ እንድሕር ጌርናያ ኦኬ ሕጂ እንታይ እዩ እዚ ከምዚ ትርጉም ዘይብሉ ሰንተንሳት እዩ ዝፈጥረልካ ማለት እዩ እዚኣ ጀነሬት ሎረም ኢፕሰም ቴሌ ሓጂ ንኣብነት ክሊክ ተጌርያ ኣብታ ታሕቲ መፅየ ማለት እዩ ባክ ክብላ እየ ከም ብሓድሽ ክንሪያ ናብዚኣ መፅየ ኣለኹ መጀመርታ እጂ ንታሕቲ ከይደ ንታሕቲ ስክሮል ገይረ ማለት እዩ ጀነሬት ሎረም ኢፕሰም እንድሕር ኢለ እንታይ ተምጸለይ? ሓደ ትርጉም ዘይብሉ ጽሑፍ፣ ሰንተንሳት ዝመልአ ፓራግራፍ ዘለዎ ተምጸለይ ማለት እዩ። እዚ ንምንታይ ይጠቕመኒ ሕጂ? ሕጂ ንመምሃሪ ስለ ዝኾነ ካብ ብጽሑፍ ብጥዑይ እተጻሕፈ ፕራክቲስ ንገብር፣ በዚ ፕራክቲስ ንገብር ማለት እዩ። መብዛሕትኡ ግዜ ኣብ ኣይቲ ሴክተር እዮም ዝጥቀምሉ ኣብ እዞም ዌብሳይትስ ወይ ከዓ ኣፕሊኬሽናት ዴቨሎፕ ዝገብሩ ኢንጂነራት ነዚ እዮም ዝጥቀምሉ ማለት እዩ ሕጂ ሎማዓንቲ ዋላ እኳ ዌብሳይት ንሰርሕ ኣይንሃሉ ሎማዓንቲ ግን ንዑ ክንጥቀመሉ ኢና ማለት ሕጂ ብዝመጽየ እንታይ ክብለ ኣብ ዝመጽየ መጀመርታ ሰሌክት ገይረ ን ብምሉኡ ሰሌክት ገይረ ኮንትሮል ሲ ጠዊቐ ሽዑ ብ ዝመጽየ ከዓ ኮንትሮል ቪ ኮንትሮል ሲ ኮፒ ኮንትሮል ቪ ከዓ ፔስት ማለት እዩ ከምኣ ገይረያ ማለት እዩ ኦኬ ሕጂ ዎርድ ከፊተ ኣለኹ ጽሑፍ ኣለኒ ነዚ ጽሑፍ ሕጂ ስታይል ክንገብሮ ኢና ማለት እዩ ስታይል ክንገብረሉ ኢና ለትሰይ እዚ ጽሑፍ እዚ ናይ ሶሙናዊ ወይ ከዓ ወርሓዊ ፀብፃብ እዩ ንበሎ ድሓን እንታይ ንበሎ ማንዝሊ ሪፖርት ንበሎ ከም ኣርእስቲ ማለት እዩ ኦኬ ሕጂ እዚ ማንዝሊ ሪፖርት እዩ እዛ ቀዳመይቲ ዘላ ኢንትሮዳክሽን እያ ማለት እዩ እዛ ካልኣይቲ ዘላ ኣብዚኣ መፅአ ኢንተር እየ ዝብላ ዘለኹ ኣብዚኣ ኢንተር ብላ ሽዑ ነዛ ካልኣይቲ ፓራግራፍ ከዓ እንታይ ንበላ ፈርስት ዊክ ንበላ ወይ ከዓ ዊክ ዋን ንበላ እዛ ካልኣይቲ ዘላ ከዓ እንታይ ንበላ ዊክ ቱ ንበላ ሳልሰይቲ ዘላ ከዓ እንታይ ንበላ ዊክ ስሪ and then finally week 4 ኣኩልና ድሓን ንኩለና ሃበን እዚኣ ኮፒ ገይረ ዊክ 5 ገብረ ኮፒ ገይረ ክደግመ ኣብዛ ታሕቲ ዊክ 5 መታን ክትኮነለይ መፅኻ ኣብዚኻ ዊክ 5 ይፅሕፈላ ማለት እዩ week 5 ኦኬ ሶስት ሰሙነን ጽሒፍናለን ማለት እዩ ንምንታይ ኣርእስቲ ገይረለን ከመይ ገይርና ኣርእስቲ ከም ንገብር ንክንሪዮ ማለት እዩ ሕጂ እዛ ማንዝሊ ሪፖርት እንታይ እያ ትኸውን ዘላ ታይትል ወይ ከዓ ኣርእስቲ ናይቲ ፅሑፍና እያ ትኸውን ዘላ ስለዚ ኣብዚኣ መፂና እዛ ኖርማል ቴክስት ዘይኮነት እዚኣ ታይትል ስለ ዝኾነት መፂና ኣብዚኣ ታይትል ንብላ ሽዑ ኣብዚኣ ኣፕላይ ታይትል ክሊክ ንገብር ስለዚ ከም ታይትል ኮይና ኣላ ማለት እዩ እዚኣ ምስ ገበርኳ እንድሕር ኣስተውዒልኩም ኣብዚኣ መፅያትለይ ኣላ ኣብዚኣ table of contents ኣውቶማቲካሊ ባዕላ ትሰርሓለይ ኣላ ማለት እዩ ኦኬ ኢንትሮዳክሽን ከም እንታይ ንበላ ሕጂ ድዓበየ ኩሉ ግዜ ታይትል እዩ ሳብ ታይትል ከዓ ኣብ ትሕቲኡ ክፅሕፎ ትደሊ ነገራት ማለት እዩ እቲ ኣርእስታት ከዓ ሄደር ዋን ሄደር ቱ ሄደር ስር እንዳበልካ ትፈልዮ ማለት እዩ ሕጂ ኣነ እንታይ ክገብር እዚኣ እታ ዝዓበየት እያ እዚአን ካልኦት ግን ደቂ እየን ብሙሉአን ከዓ ሓደ ዓይነት ዕድመ እዩ ዘለዎን ወይ ከዓ ሓደ ዓይነት ስታይል ክኽተላ ክኽእል ኣለዎን ማለት እዩ ምክንያቱ ኣብ ዊክ ዋን ሕጂ ሶኒ ሶሉስ ረቡዕ እንተዝህሉ ነይሩ ካሊእ ሄደር ምገበርኩሉ ማለት እዩ ሕጂ ግን ኣብ ትሕቲ ማንዝሊ ሪፖርት እዚኦም ብምሉእን ሄደራት ዘለዋ ከም ሄደር ዋን ኢለ ከእትወን እየ ማለት እዩ ሰሌክት ንገብር ኩሉ ግዜ መጀመርታ ናብዚኣ ንመፅእ ሄዲንግ ዋን ንብላ ሄዲንግ ዋን ኢልና ኣፕላይ ሄዲንግ ዋን ንብላ ሽዑ ኣብዚኣ ዊክ ዋን ካኣ ይመጽእ ሰሌክት ይገብራ ሄዲንግ ዋን ኣፕላይ ሄዲንግ ዋን ንኩለን ከምዚኣ እንዳበልኩ ይበጽሐን በብሓደ ማለት እዩ መጀመርታ ሰሌክት ንገብር ኩሉ ግዜ ኣብ ኮምፒውተር ንሰርሖ ነገራት ሰሌክት ከይገበርናዮ ስታይል ግበርለይ ክንብል ኣይንኽእል ኢና ሰሌክት ከይገበርና ንኣብነት ኣብዚ መፂና ከለር ለውጥለይ እንድሕር ኢልናያሲ ንመን እያ ክትብለና ማለት እዩ ነየናይ እሞ ካብዚ ኩሉስ ነየናይ ከለር ክትገብረልና ስለዚ ኩሉ ግዜ ክንርሳዕ ዘይብልና ነገር ሰሌክት ከይገበርና ወላ ሓደ ስታይል ክንገብር ኣይንኽእል ኢና ኮምፒውተር ማለት እዩ ምክንያቱ እታ ኮምፒውተር ሰብ ከይሓዛ ወይ ከዓ ሰብ ከይኣዘዛ ብባዕላ ባዕላ ክትሰርሕ ኣይትኽእልን እያ ኦኬ ዊክ ፋይቭ እንታይ ኦን ኢላ ዊክ ፋይቭ በፂሐ ዲስ ኢዝ ዊክ ፎር ሶሪ ዊክ ፎር ኦኬ ናብዚ ንምፃእ ሄዲንግ ዋን ንበላ and ናብዚ መጺና ከኣ heading one ንበላ መሊስና ኦኬ ሕጂ መጺልና ኣሎ ማለት እዩ እንድሕር ጎኒ ጎኒ ትርእይወን ኣለኹም ኮንኩም ማንዝሊ ሪፖርት መጺ ኣላ ኢንትሮዳክሽን ዊክ ዋን ዊክ ቱ ዊክ ስሪ ዊክ ፎር ዊክ ፋይቭ ካብ ምለን መጽን ሕጂ ንኣብነት ኣብዚ መጽ ናብ ዊክ ፎር ክኸይተደልየ ነዚኣ ጥራሕ ክሊክ ዝገብራ ዳይሬክት ኢለ ናብ ዊክ ፎር ትወስደኒ እታ ከርሰርካ ናብኣ ትመጽእ ዊክ ፋይፍ ተደልየ ከምዚ ገብራ ናብ ዊክ ፋይፍ ተምጸኒ ናብ ዊክ ዋን ክምለስ ተደልየ ክሊክ ክገብራ ስለዚ ብሕጽር ዝበለ ማለት እዩ ጽቡቅ ጌርና ቴብል ኦፍ ኮንቴንትስ ከመይ ጌሩ ክስራዕ ከም ዘለዎ ፕሮፌሽናል ከመይ ንገብሮ ጽቡቅ ጌርና ክንመሃር ኢና ንምእተዊ ዝኣክል ግን እዚ ከምዚኤን ጌርና ቴብል ኦፍ ኮንቴንትስ ነውጽእ ከምዚ ጌርና ስታይል ንገብር ማለት እዩ ኦኬ ሕጂ ሕብሪ ንግበረሉ ናብ ሕብሪ ንኺድ ቴክስት ናትና ሕብሪ ክንገብረሉ ኢና ፎንት ከዓ ክንቅየር ኢና ማለት እዩ ኦኬ ሕጂ ሰይ እዚኣ ቤና ኩሉ ግዜ ኤ እንድሕር ኣላታ እዚኣ ማለት እዩ ኤ ኮይና እንድሕር እንታይ ድበሃል ኣላ ኮይና ካፒታል ኤ ቴክስት ከለር እያ እዚኣ እንታይ እያ ኣንደርላይን እያ እዚኣ እንታይ እያ ኢታሊክ ከምዚ ናብ ሓደ ጉብጽ ዝበለ ወይ ከኣ ዝዝው ዝበለ ጽሑፍ ማለት እዩ እዚኣ ቦልድ እንታይ እያ ድምቕ ዝበለ ማለት እዩ ኦኬ ሕጂ እዛ ቀዳመይቲ ኣርእስተይ ስለ ዝኾነት እንታይ ክትኮነለይ ደልየ ኣለኹ ቦልድ ክትኮነለይ ደልየ ኣለኹ ድምቕ ክትብል ከምዚ ርኢኹማ ዘለኹም ኣንደርላይን ክትኮነለይ ደልየ ኣለኹ ምክንያቱ ዓቢ ኣርእስቲ ስለ ዝኾነት ኣንደርላይን ክትከውን ኣለዋ ኢለ ስለ ዝሓስብ ኣንደርላይን እንተኾይና ኣቓልቦ ክትስሕብ ስለ ትኽእል ዓባይ ስለ ዝኾነት ኣንደርላይን ገብራ ማለት እዩ ኤን ከለር ከዓ ንኣብነት ሕጂ ንበሎ ዋላ ቀይሕ ንሃባ ሕጂ ድሓን ኣብ ሪፖርት ኮ ብዙሕ ቀይሕ ኣይግበርን እንዲ ንሕጂ ድሓን ካልእ ንምረፅ እዚኣ ንምረፅ ድሓን እዚኣ እዚኣ ንምረፅ እየ ተቐይራ ኣላ ማለት እያ ሕጂ እንታይ እንታይ ገይረ ቦልድ ገይረያ ኣንደርላይን ገይረያ እዚኣ ከዓ ገይረያ ሕጂ ዋላ እንተስተውዒልና ከማን ኣብዛ ማእኸል ናይ ኢንትሮዳክሽን ክሊክ እንድሕር ገይረ ወይ ኣብ ዝኾነ ናይቲ ቴክስት ክሊክ እንተይ ገይረ ንኣብነት ኣብዚኣ ክሊክ ገይረ ኣለኹ ናብዚ መፂና እንድሕር ርኢና ዋላ ሓደ ስታይል ከም ዘይብሉ ንርኢ ኣለና ሓንቲ ስታይል ዘላታ እዚኣ ጥራሕ'ያ ጸኒሕና ክንሪኣ ኢና ማለት እዩ። ኣብዚኣ ክልተ ጌረ ግን ርኣይዋ እተን ብሙሉኤን ድገበርኩወን ቅድሚኣ ተርእየኒ እዚ ቴክስት እዚ መሪጽ እዚ መሪ እዚ ዘለካዮ ቴክስት ትብለኒ ኣላ ቦልድ እዩ ኣንደርላይንድ ኮይኑ ኣሎ ከለሩ ከኣ ከምዛ ኣብታ ትሕቲ ኤ ዘላ ላይን ከማ ዓይነት ከለር ሂብካዮ ኣለኻ ትብለኒ ኣላ ስለዚ ስታይል ክንገብር ከለና ኩሉ ግዜ ኣብዚ እንድሕር መጺና ማለት እዩ እቲ ስታይል ዝገበርናዮ ኩሉ ንሪኦ ማለት እዩ ንኣብነት ሕጂ ነዛ ኢንትሮዳክሽን ከምዚኣ ሕብሪ ክህባ ደልየ ነይረ ተዝኸውን ኖርማል ኣብዚኣ መጽየ እንታይ እንታይ ገይረ ከም ዘለኹ ኣብዚኣ ይርኣ እሞ ኣብዚኣ ከዓ ይደግማ ማለት እዩ ኦኬ ንቐጽል ነዚኤን እዚኣ ከምዚ ዓይነት ሕብሪ ካሃብናያ ነዘን ካልኦት ከዓ እንታይ ንሃበን ንብሙልአን ቀጠልያ ዋላ ንሃበን እሺ ሪድ ቦልድ ክገብረያ መጀመርታ ድሓር ኣንደርላይን ክገብረያ ድሓር ኣብ ሕብሪ መፂኻ ግሪን ከበዐ ማለት እዩ ድምቕ ዝበለ ግሪን እዚኣ ንሃባ ያ ሕጂ ራይዋ ኣብዚኣ ካልካ ኣብዚኣ መፅእ ክሊክ ተገይረ ቦልድ ጌርካያ ኣለኻ ኣንደርላይን ጌርካያ ኣለኻ ኤንድ ከለር ከዓ ግሪን ሂብካያ ኣለኻ ትብለንላ ኦኬ ናፅል ዊክ ዋን ዘ ሴም ቲንግ ማለት እዩ

ኦኬ ስለዚ ዶክሜንት ኣለና እቲ ዶክሜንት ኣርእስቲ ጌርና ኣሉ እቲ ርእስቲ ከዓ ታይትል ሄዲንግ ዋን ሄዲንግ ዋን ሄዲንግ ዋን እንዳበልና ስለ ዝሃብናዮ ብመንፅር ናቱ ከዓ ኣብዚ ፅሒፍና ኣሎ ማለት እዩ ነዚ ታይትል መሪፅና ኣብዚ ኣቲና ዝኾነ ሽም ካብዚ እንተዘይሂብናዮ ኣብዚ ቴብል ኦፍ ኮንቴንትስ ክመፀልና ኣይክእልን እዩ እዚ ሕጂ ሃይፐር ሊንክ ኮይኑ ኣሎ ማለት እዩ ምክንያቱ ክሊክ ተጌረየስ ናብታ ዝደለኹዋ ፔጅ ከተምጻለይ ትኽእል እያ እዚ እንታይ ጥቕሙ እንድሕር ኢልና ንኣብነት ሰላሳ ኣርባዓ ፔጅ እንድሕር ኣለና ኮይኑ ከምዚኣ እንድሕር ጌርናላ ካብ ከምዚ ጌርና ስክሮል ክንገብር ንውዕል ማለት እዩ ኖርማል ነታ ንደልያ ቦታ ክሊክ ንገብራ ናብኣ ተወስደና ዳይሬክትሊ ኣብኣ መፂና ከዓ ኤዲት ንገብር ማለት እዩ ንቐፅል ሕጂ ኣብዚ ቴክስት ከዓ ከም ንሪኦ ዘለና ማለት እዩ ኣላይመንት ናቱ ከምዚ የርእየና ኣሎ ማለት እዩ። ኣብዚ ቴክስት መጺኤ ኣብ ዝኾነ ክሊክ እንተ ጌረ ስታይል ናይዚ ቴክስት ናይዚስ ከምዚ እዩ ትብለኒ ኣላ። ንሰን ከኣ ንቴክስት ኣላይንመንት ንጥቀመለን ኮይነን ማለት እዩ። እታ ቀዳመይቲ ሌፍት ኣላይን እያ፣ እታ ካልኣይቲ ሰንተር ኣላይን፣ እታ ሳልሰይቲ ራይት ኣላይን፣ እታ ራብዐይቲ ከኣ ጃስቲፋይ ማለት እየን። ንቴክስት ኣላይንመንት ንጥቀመለን ቱልስ እየን ማለት እዩ። በዛ ቀዳመይቲ ከርእየኩም እየ እዚኣ መሪፀ ነዛ ቀዳመይቲ ክሊክ ተገይረ ትሪእዋ ኣለኹም በዚ ኣጃስት ይመፅእ ማለት እዩ በዚ ሓደ ማዕረ ማለት እዩ በዚ ከዓ ሓባጥ ጎባጥ ይኾና ማለት እዩ እንድሕር እዚኣ ማእኸል ገይረ ከዓ እንታይ ተምፀለይ በዚ እንድሕር ቁሩብ ቦታ ገዲፋ በዚ ከዓ ከምኡ ትገድፍ በዚ ከዓ ከምኡ ማለት እዩ ብየማንን ብፀጋምን ማዕረ ቦታ ትገድፍ ማለት እዩ ኦኬ እዚኣ ሳልሰይቲ እንድሕር ክሊ ገይረ ከዓ በዚ ማዕረ ገይራ በዚ ከዓ ዘባል ትገብሮ ማለት እዩ ስለዚ መብዛሕትኡ ግዜ እንታይ ኢና ንመርፅ እዚኣ ዳብል እንታይ ድበሃል ኣጃስትመንት ማለት እዩ ብክልቲኡ ብየማንን ብፀጋምን ማዕረ ይኮነልና እጂ መልክዕ ከዓ ይህልዎ ማለት እዩ ቴክስት ማለት እዩ ኩለን ግን ከምኣ ኮይነን ስለ ዝመፃ ኮፒ ክንገብረን ከለና ሕጂ ኣብዕን ኣብ ኣጃስትመንት ዋላ ሓደ ኣይንገብርን ኢና ማለት እዩ ኦኬ ሕጂ ናይ መወዳእታ ናይ መወዳእታ በፂሕና ኣለና እታ ናይ መወዳእታ ከዓ ሄደር ኤን ፉተር ከመይ ጌርና ኣድ ክም ንገብር ከርእየኩም እየ ደሓር ብ ዲፕሊ ኣቲና ክንዘራረበሉ ኢና ንሕጂ ግን ሄደር ከመይ ጌርካ ትገብር ክንዘራረብ ኢና ኦኬ ተርኪብና ፉተር ክንገብር ኢና ሕጂ ግን ሰዓትና ትኣክል ስለ ዘላ ሄደር ጥራሕ ከርእየኩም ክፍትን እየ ኦኬ ሄደር ነእትወሉ ሄደር እንታይ ማለት እዩ ኢንሰርት ኢልና ሄደር ኤን ፉተር ሄደር ንበላ ኣብዚ ሕጂ እንታይ ክንፅሕፍ ኢና

ይቕሬታ ካብ ወፅየ ንደገ ወፅየ ክሊክ ክገብር ማለት እዩ ጅራይዋ እዚኣ ፕሪንት ክንገብራ ከለና ሕጂ ኣስተውዒልኩምሉ ድሕር ኮንኩም ኣብ ገገሊኡ ፕሮፌሽናል ዝኾነ ዶኪሜንትስ ማለት እዩ ፕሪንት ክንገብራ ከለና እዚኣ ሃሳስያ ፕሪንት ትኾን እዛ ሄደር ሃሳስያ ፕሪንት ትኾን ልክዕ ኣብ ፉተር ከማኻ ኣብ ታሕቲ ከዓ ከማ ክንገብር ንኽእል ኢና ማለት እዩ ናብ ፉተር ንኽድ ኢንሰርት ኢንሰርት ፉተር ኢና ከነእቱ ሕጂ ኣብ ታሕቲ ዝኾኑ ማለት እዩ ፉተር ክንገብር ኦኬ ንኣብነት ሕጂ ዋላ ሽም ናይቲ ካምፓኒ ንፅሓፈሉ ንኣብነት ኮካኮላ ካምፓኒ ኣድረስ ፈርስት ስትሪት sorry typo again sorry first street uh, postcode 12345 and etc ማለት እዩ ኦኬ ሕጂ ኩሉ ግዜ ምስ ወዳና ኣብ ደገ ወፂና ክሊክ ንገብር ማለት እዩ ኦኬ ወዲና ሕጂ ሄደር ኢና ፉተር ጌርና ኣለና ሓንሳብ ሄደር ምስ ገበርካ ናብ ብምሉእ ፔጅ ስያ ትመፅእ ሕጂ እዚኣ ኣብዛ ቀዳመይቲ ፔጅ ምሻላ ኣብዛ ካልኣይቲ ፔጅ ካልክዕ ከም ኣላ ማለት እዩ ኣብዛ ካልኣይቲ ፔጅ ካላ ትሪእዋ ኣለኹም እዚኣ ፉተር ካብዛ ቀዳመይቲ ፔጅ ምሻላ ፉተር ኣብዛ ታሕቲ ማለት እዩ ፉተር ኣብዛ ቀዳመይቲ ፔጅ ምሻላ ኣብታ ካልኣይቲ ፔጅ ከዓ ፉተር ኣላ ኣብታ ካልኣይቲ ፔጅ ከዓ ፉተር ኣላ ኣብ ኩለን ፔጃት ናትና ፉተርን ሄደርን የእቲና ኣለና ማለት እዩ እዚ ግን ሓንሳብ ጥራሕ ብምእታው ኢና ተጠቂምናሉ ማለት እዩ ኦኬ እዚ ኣፅፊፍና ፅቡቅ ጌርና ክንርኤና ማለት እዩ ንሎም መዓንቲ ግን ንኢንትሮዳክሽን ዝኣክል እዚኣ እያ ነይራ ማለት እዩ ሕጂ ኩለን ክድምስሰን እየ ኣበይ ከም ዘላ እዛ ፋይል ክንርኤና ከም ብሓድሽ ማለት እዩ ሕጂ ፋይል ወዲኤ ኣለኹ ማለት እዩ ኩሉ ግዜ እዛ ሰሪሐያ ዘለኹ ፋይል ክረኽባ እንድሕር ኮይነ ሕጂ ደምሲሰዮ ኣለኹ ንኸርእየኩም ማለት እዩ ኩሉ ግዜ ናበይ ይመጽእ ናብ ድራይቭ ይመጽእ ከምዚኣ ገይረ ኤን ድራይቭ ከተእትወኒ እያ ኣብ ድራይቭ ኣቐድማ ቢለ ዝሰራሕኹ ፎልደር እዚኣ ንሃለት ወርድ ቱቶሪያል ትብል ማለት እዩ ኩሉ ግዜ ከፊትኩሞ ዝፀናሕኹም ዶክሜንት ኣብ ኩክ ኣክሰስ ኣብዚ ክፀናሓኩም ይኽእል እዩ ጸገም የለን ንዓኻ ቀልጢፍካ ንክትረኽቦ ኢሎም እቲ ቀዲምካ ከፊትካዮ ዝጸናሕካ ቅድማ ኢልካ ከፊትካዮ ዝጸናሕካ ኣብዚ ይገብሩልካ እዮም ግን ጸገም የለን ናብዚኣ ፎልደርና ንኺድ ንምርኣይ ዝኣክል ማለት እዩ word tutorial ንኺድ ኣብኣ ከኣ እታ ዶክሜንትና ጸኒሓ ማለት እዩ ከምታ ስታይል ዝገበርናያ ኣብዛ ክሰርሕ ከለኹ ሴቭ ክገብር ኣይረኣኹምንን ማለት እዩ ሴቭ ዝበሃል ኣይገበርኩን ኣውቶማቲካሊ ባዕሉ ግን ኮኔክትድ ምስ ኢንተርነት ኮኔክትድ ኮይነ ስለ ዘለኹ ኣውቶማቲካሊ ባዕሉ ሴቭ ይገብረለይ ኣሎ እምበር መጽየ ብዛ ላዕሊ መጽየ ካንስል ኢለያ እኮ ሴቭ ዝባሃል ኣይገበርኩን ስለዚ እዚ ጥቅሚ ኣለዎ ከኣ ማልት እዩ ዛትስ ዋይ ከኣ ኣብ ጉጉል ኣቲና ዎርድ ንመሃር ዘለና ማለት እዩ ኦኬ ዳብል ክሊክ ክገብራ እየ ናፍታ ዝሰራሕኳ ኣምጽያትኒ ማለት እዩ እታ ዝሰራሕኹዋ ፋይል ምስ Table of Contents ናታ ብምልእታ መጺኣ ኣላ ማለት እዩ። ኦኬ ቀዳመይቲ ክላስ ናይ Word እዚኣ ትመስል ማለት እዩ። ኣብ Next ከኣ ጽፍፍ ዝበለ ዶክሜንት ስእሊ ዘለዎ ድዩ Table ዘለዎ ድዩ ከመይ ጌርና ንሰርሕ ከመይ ጌርና ነእቱ መሰእተናዮኸ ከመይ ጌርና ኣብ ቅኑዕ ቦትኡ ነቐምጦ ከመይ ጌርና ስታይላይዝ ንገብሮ ስታይል ንገብረሉ ክንምሃር ኢና ማለት እዩ። ንሎማዓንቲ ኣብዚ ይኣኽለና። እምበኣር ንሎማዓንቲ ቀሪበያ ዝነበርኩ ንእሽተይ ኢንትሮዳክሽን ናይ ጉጉል ድራይቭን ከምኡ ውን ናይ ዎርድን ኣብዚ ክንውድእ ኢና ማለት እዩ ኣብ ዝመጽእ ዘሎ ዎርድ ክንቅጽል ኢና ማለት እዩ ከመይ ጌርካ ተይብል ተእቱ ከመይ ጌርካ ስእሊ ተእቱ ብዙሕ ዓይነት ስታይልስ ዘይተማሃርናዮ ኣብዚ ላዕሊ ንሪኦ ዘለና ብዙሕ ዓይነት ስታይልስ ዘይተንከፍናዮ ዘሎ ከኣ ኣብ ዝመጽእ ክንትንክፎ ኢና። ስራሕና ወዲእና መሰ ጽፈፍና ከ ከመይ ጌርና ናብ ካሊእ ሰብ ንሰዶ ከመይ ጌርና ሼር ንገብር ገለ ከኣ ብድሕሪኡ እቲ ክላሳት ክንመሃሮ ኢና ማለት እዩ። ስለዚ ስለ ምክትታልኩም ኣዝየ የመስግን። ዘለኩም ሪኢቶን ሕቶን ሃናጺ ዝኮነ ነቀፌታን ኣብ ኮመንት ሴክሽን ግደፉልና ወይ ውን ናብ ማህሌት ዶት ኢድዩ ኣት ጂመይል ዶት ኮም ኢመይል ብምጽሓፍ ርኮቡና ብሓንሳብ ክንሰርሕ ድልዋት ኣለና። የቀንየለይ